ዕዙዝ ሰላምታና ተቐበሉ ናይ ዛይቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዝደልናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብኽብሪ ዕድም ኩብራት ሰማዕቲ በርከት ዝበሉ እዋናዊ ሓበሬታታት ናብ ዩቱብ ምስጸዓኑ ኣቐዲሙ መልእኽተይ ድማ ኖቲኬሽን ንኽበጽሓኩም ዜናታት ብዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ድወል ምልክት ምጥዋቅ ኣይትረስዑ። ብፈለማ ግብፂ ንኢትዮጵያ ሓያለ መጠንቀቕታ ኣስሚዓ። ሚኒስትሪ መስኖ ግብፂ ሃኒስ ዌላም ሃገሩ ኢትዮጵያ ኣብ ሩባ ኣባይ ሓደሽቲ ዲጋታት ክትሃንፅ ከምዘይትፈቅድ ኣፍሊጡ። እዚ ናይ ግብፂ መጠንቀቕታ ኢትዮጵያ ብዘይካ እቲ ዓብዪ ግድብ ህዳሰ ኣብ ሩባ ኣባይ ሰለስተ ሓደስቲ ዲጋታት ክትሃንፅ መደብ ከምዘለዋ ዝገልጽ ጸብጻባት ድሕሪ ምቕልቃሉ ድሕሪ ክልተ ሰሙን ዝመጸ እዩ። ኢትዮጵያ ሓደሽቲ ዲጋታት ንምህናጽ መደብ ከም ዘለዋ ኣጸቢቑ ዝፍለጥ እዩ፣ መንግስቲ ግብጺ ግን ነዚ ኣይፈቅድን እዩ ክብል እቲ ሚኒስትር ኣብ ካይሮ ኣብ ዝሃቦ ጋዜጣዊ መግለጺ ብጽኑዕ ገሊጹ ኣሎ። ንሱ ወሲኹ፣ እተን ታሕተዎት ሃገራት ዝኾና ግብጽን ሱዳንን መጠን ዝፍኖ ማይ፣ ዓመታዊ መደባት ስራሕን ምእንቲ ክፈልጣ፣ ብዛዕባ ደረጃ ማይን ኣሰራርሓን ግድብ ህዳሰ ሓበሬታ ንምልዋጥ፣ ንጹርን ሕጋውን ቀያዲ ስምምዕ ክግበር ብተደጋጋሚ ክሓታ ጸኒሐን እየን ክብል ገሊጹ ኣሎ። እዚ ዓይነት ምልዋጥ ሓበሬታ ዘይምህላዉ ንሱዳን ኣብ ኣዝዩ ከቢድ ኩነታት ከም ዘእተዋ እቲ ሚኒስትሪ ገሊጹ ኣሎ። ካብ ኢትዮጵያ ዝልቀቕ ማይ ብዝምልከት ትኽክለኛ ሓበሬታ ብዘይምህላዉ፣ ሰበመዚ ሱዳን ናይ ገዛእ ርእሶም ዲጋታት ብግቡእ ከመሓድሩን ማይ ክኽዝኑን ከም ዘይከኣሉ'ውን ሓቢሩ። በዚ መሰረት ሱዳን ብምዝራግ ምሕደራ ማይ ክትውቀስ የብላን ዝበለ ሃንስ ዌላም፣ ኢትዮጵያ ምስተን ታሕተዎት ሃገራት ብምውሃድ ሓበሬታ ንምልውዋጥ ምስራሕን ብሕጊ ቀያዲ ስምምዕ ክትበጽሕ ኣብያ ብምባል ድማ ወቒሱ ኣሎ። መንግስቲ ግብጺ ኣብ መስርሕ ምምሕዳር ሓበራዊ ሃፍቲ ማይን ረብሓን ኩሎም ወገናት ብዝሕሉን ክመጽእ ዝኽእል ሓደጋታት ብዘጉድልን መንገዲ ስሩዕ ምልዋጥ ሓበሬታ ዘረጋግጽ ሕጋዊ ቀያዲ ስምምዕ ንምብጻሕ ቃል ከምዝኣተወ እቲ ሚኒስትሪ ኣረጋጊጹ ኣሎ። ኢትዮጵያ ንመደረት በዓል ስልጣን ግብጺ ዛጊድ ክሳብ ሕጂ ኣይመለሰትን። ግብጽን ሱዳንን ኣብ 2011 ህንጸት ዝጀመረ ዓብዪ ግድብ ህዳሴ ኢትዮጵያ ብዝምልከት ምስ ኢትዮጵያ ንነዊሕ እዋን ኣብ ክርክር ከም ዝጸንሓ ዝፍለጥ ኮይኑ ካይሮን ካርቱምን እቲ ግድብ ሙሉእ ብሙሉእ ስርሑ ቅድሚ ምጅማሩ ስሉሳዊ ቀያዲ ሕጋዊ ስምምዕ ክህሉ ኣለዎ ኢለን ክኣምና እንከለዋ ኢትዮጵያ ብኣንጻሩ ከምዚ ዓይነት ቀያዲ ስምምዕ ከምዘየድሊ ብምጽራር፣ እቲ ግድብ ንታሕተዎት ሃገራት ኣይክጸልይውን እዩ በሃሊት እያ። ስለዝኾነ ኣብቲ ጉዳይ ዝተገብረ ድርድር ንሰለስተ ዓመት ተቋሪጹ ኣብ ክልተ ሽሕን ዕስራን ሰለስተን እንደገና ጀሚሩ እኳ እንተነበረ ኣብ ክልተ ሽሕን ዕስራን ኣርባዕተን እንደገና ብዘይ ስምምዕ ከምዝተቋረጸ ዝዝከር እዩ። ሽዱሽተ ሽሕን ሽዱሽተ ሚእትን ሓምሳን ኪሎ ሜትር ዝንውሓት ሩባ ኣባይ ኢትዮጵያ፣ ሱዳን፣ ግብጽን ሓዊሱ ዓሰርተ ሓደ ሃገራት ኣፍሪቃ ዝሰግር

እስራኤል ሓማስ ምሉእ ብምሉእ ዕጥቁ ክሳብ ዘይፈትሐ፣ እስራኤል ካብቲ ሕጂ ኣብ ጋዛ ትሕዞ ዘላ ከም ዘይትስሕብ ደጊሙ ኣረጋጊጹ ኣሎ። እዚ መርገጺ ኔታንያሁ ምስቲ ብኣሜሪካ ዝድገፍ ውጥን ምድጋፍ ወተሃደራዊ ዝጋጮ ኮይኑ፣ እስራኤል ናብቲ መበቆላዊ ብጫ መስመር ኣብ ጋዛ ክትምለስ ዝጽውዕ እዩ። እስራኤል ብመሰረት ኣብ ጥቅምቲ ክልተ ሽሕ ዕስራን ሓሙሽተን ምስ ሓማስ ዝተገብረ ስምምዕ ተኹሲ ደው ምባል፣ ጅሆ ምፍታሕን ናብቲ መስመር ንድሕሪት ተመሊሳ ካብ ሽዑ ጀሚራ ኣብቲ ቻነል ዘለዋ ተቖጻጻሪ ብጽሒት ካብ ሓምሳ ሰለስተን ሚእታዊት ናብ ስሳ ሚእታዊት ኣዕብያቶ እያ። ቦርድ ሰላም እስራኤል፣ ሓማስ ኣጽዋሩ ከረክብ ክሳብ ዝጅምር ካብቲ ቢጫ መስመር ወጻኢ ክስሕብ ከምዝግደድ እኳ እንተገለጸ፣ ሰራዊት እስራኤል ግን ካብቲ ሕጂ ዘለዎ ቦታ ከምዘይንቀሳቐስ ናታንያሁ ኣፍሊጡ ይርከብ ኣሎ። ናታንያሁ ፕሬዚዳንት ዶናልድ ትራምፕ ጉጅለኡ ነን ሓማስ ዕጥቁ ንምፍታሕ ዝዓለመ ረቂቕ ውጥን ከም ዝሰደድሉ እኳ እንተገለጸ፣ እስራኤል ግን ነቲ ውጥን ከም ዝነጸገቶ ሓቢሩ ኣሎ። ናይ ገዛእ ርእሳ እማመ ከም ዘሎ እውን መሊሱ ኣሎ። ናብቲ ካልእ ዜና ምስ ነምርሕ፣ ኣሜሪካ ምስ ኤርትራ ምስጢራዊ ስምምዕ ከም ዘይገበረት ብምግላጽ ንኢትዮጵያ ኣረጋጊጻ ትርከብ ኣላ። ኣማኻሪ ጉዳያት ዓረብ ኣፍሪቃ ንምምሕዳር ትራምፕ ማሳድ ቦሎስ፣ ኣሜሪካ ምስ ኤርትራ ዝኾነ ዓይነት ምስጢራዊ ስምምዕ ከም ዘይገበረት ብምግላጽ፣ እቲ ምስ ሃገራት ቀርኒ ኣፍሪቃ ዝካየድ ዘሎ ዘተ ንሰላም እቲ ዞባ ጥራይ ዝዓለመ ምዃኑ ኣፍሊጡ። እታ ኣማኻሪ ትማሊ ምሸት ኣብ ማሕበራዊ መራኸቢ ኤክስ ኣብ ዝዘርግሖ ጽሑፍ፣ ኣንጻር ካልእ ናይቲ ዞባ መሻርኽቲ ዝዓለመ ምስ ኤርትራ ዝተገብረ ወይ ዝሕሰብ ዘሎ ምስጢራዊ ስምምዕ ኣሎ ተባሂሉ ዝውረ ዘሎ ወረታት ፈጺሙ ሓሶት ምዃኑ ብንጹር ገሊጹ። እዚ ላዕለዋይ ኣማኻሪ ዶናልድ ትራምፕ ኣብ ጉዳያት ዓረብን ኣፍሪቃን፣ ብ ዓሰርተ ሸሞንተ ሓምለ ክልተ ሽሕን ዕስራን ሽዱሽተን ኣብ ካይሮ ምስ ሚኒስትሪ ጉዳያት ወጻኢ ግብጺ ኤርትራን ሶማልን ዘካየዶ ርክብ ጸረ ኢትዮጵያ ዝኾነ ትሕዝቶ ከም ዘለዎ ተገይሩ ድሕሪ ምቕራብ እዩ ነዚ መግለጺ ዝህብ ዘሎ። ብዘይካዚ ናይ ትማል ጽሑፍ ቅድሚ ሰሙን እውን ተመሳሳሊ ትሕዝቶ ዘለዎ ጽሑፍ ኣብ ኤክስ ኣስፊሩ ምንባሩ ዝዝከር እዩ። ቦሎስ ነዚ ጸብጻብ ሓሶት፣ ኣደናጋርን ክብል ብምውቃስ ንዲፕሎማሲ ኣሜሪካ ብዘይግባእ መልክዑ ከም ዘቕረብዎ ሓቢሩ። ኣብዚ ቀረባ እዋን ሚኒስትሪ ጉዳያት ወጻኢ ግብጽን ኤርትራን ኣብ ካይሮ ድሕሪ ምርኻቦም ጸጥታን ምምሕዳርን ቀይሕ ባሕሪ ናይተን ኣብ ገማግም ባሕሪ ዝርከባ ሃገራት ጥራይ እዩ ዝብል መግለጺ ኣውጺኦም ነይሮም። እዚ መርገጺ እዚ ምስቲ ኢትዮጵያ እተልዕሎ ዘላ ሕቶ ኣፍደገ ባሕሪ ዝጋጮ ብምዃኑ ኣብ መንጎ እተን ሃገራት ዘሎ ወጥሪ መሊሱ ከም ዝገድድ ገይሩ እዩ። ኢትዮጵያ ብወገና እዚ ዞባዊ ርክባት ንዓኣ ብኸበባ ንምጥቃዕ ዝዓለመ ፖለቲካዊ ምንቅስቓስ ከም ዝመስል ስግኣት ክትገልጽ ጸኒሓ እያ። ብሎስ ኣብዚ ትማሊ ኣብ ኤክስ ዘስፈሮ ሓጺር ጽሑፍ፣ ብዘይ ምግናን ከነጽር ንኤርትራ ኣብ ልዕሊ ካልእ ዞባዊ መሻርኽቲ ዘሳትፍ ዝኾነ ይኹን ምስጢራዊ ስምምዕ ንላዘብ ወይ ንሓስብ ኣለና ዝብል ኣበሃህላ ብፍጹም ሓሰት ኢሉ። ኣስዒቡ ከምዚ ዓይነት ስምምዕ የለን ከብ ዝብል ምድላው እውን ኣብ ምይይጥ ኣይርከብን። ዲፕሎማስያዊ ጽምዶታትና ሓደ ዕላማ ኣለዎም፣ ኣብ መላእ ቀርኒ ኣፍሪቃ ነባሪ ሰላም ምርጋዕን ምርግጋጽ ኢሉ። ሰበስልጣን ኣዲስ ኣበባ፣ ሕቶ ኣፍደገ ባሕሪ ምስቲ ዘለዎ ብዝሒ ህዝብን ቅልጡፍ ቁጠባዊ ዕቤትን ዝተኣሳሰር ናይ ህልውና ሕጋዊ ሕቶ ምዃኑ ብተደጋጋሚ ይገልጹ። ይኹን እምበር እቲ ኣሜሪካዊ ኣማኻሪ፣ ዋሽንግተን ምስ ሓደ ዞባዊ መሻርኽቲ እተካይዶ ርክብ ምስ ካልኦት ሃገራት ምግጫው ማለት ከም ዘይኮነ ኣስሚርሉ ኣሎ። እቲ ዲፕሎማት፣ ዲፕሎማሲ ኣሜሪካ ተነሓናሕቲ ጉጅለታት ምፍጣር ወይ ፍልልያት ምግፋሕ ዘይኮነስ፣ ግጭታት ብምውጋድ ዘላቒ ሰላምን ምርግጋእን ንምፍጣር ብሃናፂ መንገዲ ምስራሕ ኢሉ። ኣሜሪካ ኣብ ቀርኒ ኣፍሪካን ቀይሕ ባሕርን ዘለዋ ስትራቴጂካዊ ረብሓታት ኣብ መስመር ንግዲ ባሕሪ ፀጥታ ምርግጋፅን ግብረ ሽበራ ምውጋድን ዝዓለመ እዩ። ኣብዚ ነቲ ንህንዳዊ ውቅያኖስ ወሽመጥ ዓረብን ዘራኽብ መፃብቦ ሆርሙዝ ብኢራን ተዓፂሉ ኣብ ዘለሉ እዋን ከዓ እቶም ብኢራን ዝሕገዙን ንኢራን ዝድግፉን ኣብ የመን ዝርከቡ ዕጡቓት ሑቲ ነቲ ንህንዳዊ ውቅያኖስ ምስ ቀይሕ ባሕሪ ዘራኽብ ባብ ኤል መንደብ ከይዓጽውዎ ወይ ኣብ ልዕሊ በዚ መስመርዚ ዝሓልፋ መራኽብ ሓደጋ ከየውርዱ ስግኣት ኣሜሪካን ካልኦት ዓበይትን ሃገራትን ኣሎ። ባብ ኤልመንደብ ከኣ ብምዕራብ ምስ ኤርትራ ጅቡትን ብምብራቕ ከኣ ምስ የመን ዝራኸብ ኮይኑ ኣብዘን ሃገራት ዝፍጠር ዘይምርግጋእ ኣብቲ ጸቢብ መተሓላላፊ መራኽብ ዘይምርግጋእ ክፈጥር ንቡር እዩ። ኣሜሪካ ነዚ መጻብቦ እዚ ንምውሓስ ምስተን ናብ ባብ ኤልመንደብ ቅርበት ዘለወን ሃገራት ጥቡሕ ዲፕሎማስያዊ ርክብ ክህልዋ ትደሊ ትመስል። ዋሽንግተን ምስቲ ኣብ ገማግም ባሕሪ ዝርከባ ሃገራት ጸጥታዊ ዝምድናኣ ክተደልድል እንከላ፣ ብተመሳሳሊ ምስቲ ኣብቲ ዞባ ዓቢ ወተሃደራዊ ፖለቲካዊ ጽልዋ ዘለዎ መንግስቲ ኢትዮጵያ'ውን ሚዛናዊ ዝምድና ክትሕዝ ትጽዕር። እቲ ዞባዊ ምስሕሓብ ብሰንኪ ዝተፈላለዩ ረቋሒታት ዝተሓላለኸ ኮይኑ ይርከብ። ግብጺ ብሰንኪ ዓብዪ ግድብ ህዳሰ ምስ ኢትዮጵያ ኣብ ዘሰሓሕብ ኩነታት ክትርከብ እንከላ፣ ኤርትራ ብወገና ብሕቶ ኣፍደገ ባሕሪ ኢትዮጵያ ስግኣት ከም ዘለዋ እያ ትገልጽ። ብተወሳኺ ሶማል እውን ኢትዮጵያ ምስ ሶማሊላንድ ድሕሪ ዝገበረቶ መዘክር ስምምዕ ኣብ ከቢድ ወጥሪ እያ ትርከብ። እዘን ሰለስተ ሃገራት ኣብ ክልተ ሽሕ ዕስራን ኣርባዕተን ኣብ ኣስመራ ናይ ሓባር ስምምዕ ምትሕብባር ምኽታመን ዝዝከር ኮይኑ፣ እቲ ሕጂ ብኣማኻሪ ትራምፕ ዝተዋህበ መግለጺ፣ ነዚ ተፈጢሩ ዘሎ ዞባዊ ምስሕሓብ ስግኣት ንምህዳእ ዝዓለመ ስጉምቲ ምዃኑ ተዓዘብቲ ይገልጹ። ቦሎስ ኣብ መወዳእታ ዝኾነ ይኹን መሰረት ዘይብሉ ክስታት፣ ስም ናይ ምጽላም ተግባራት፣ ነቲ ብቕንዕና ዝካየድ ዘሎ ዲፕሎማስያዊ ጻዕርታት ዝሃሲ ሓላፍነት ዝጎደሎ ተግባርን ምዃኑ ኣጠንቂቑ ይርከብ ኣሎ። ናብቲ ካሊእ ዜና ምስ እነምርሕ፣ ሰራዊት ሱዳን መሻርኽቲ ሓይልታት ኣብ ሰሜን ዳርፉር ኣብ ዝርከባ ሓጀር ኣልማራፍየንን ብርሳሊባን ንሓይልታት ቅልጡፍ ደገፍ RSF ብምስዓር ዓብይ ዓወት ከምዘመዝገቡ ኣማሓዳር ዞባ ዳርፉር ሚን ኣርኮ ሚናው ኣፍሊጡ። ሰሜን ዳርፉር ስትራቴጂካዊ ዕርዲ ካብቶም ሓሙሽተ ክፋለት ዞባታት ዳርፉር ኮይኑ RSF ንኣርባዕተ ክቆፃፀሮ ከሎ ሰሜን ዳርፉር ግን እቲ እንኮ ሰራዊት ሱዳን መሻርኽቱን ፅኑዕ መኸተ ዘካይድሉ ዘለዉ ግንባር ምዃኑ ይግለፅ።

ብሓጺሩ ዝተዘርገሐ ቪድዮ መሊሱ ዊዒ ኣርእስቲ ኮይኑ ይርከብ ኣሎ። ኣብዚ ሓጺር ቪድዮ ኣምባሳደር ባጫ ደበሌ ኣብ መንጎ ኢትዮጵያን ኤርትራን ዘሎ ኩነታት ክመጽእ ዝኽእል ስግኣት ኲናትን ብዝምልከት ሓያለ መደረ ኣስሚዑ ኣሎ። እቲ ኣገዳሲ ነገር ድሕሪ ምጅማር ኲናት መንግስቲ ኤርትራ ኣይክህሉን ዝብል እዩ። እዚ ክንፈልጦ ኣለና ክብል ድማ እቲ ኣምባሳደር ገሊጹ ይርከብ ኣሎ። ብተወሳኺ ኣብ መንጎ ኢትዮጵያን ኤርትራን ንጹር ሕጋዊ መስመር ምሕንጻጽ ዶብ ዘይምህላው ኣብ ቀጻሊ ካልእ ዓቢ ጸገም ከም ዝፈጥር እውን ኣመላኺቱ ይርከብ ኣሎ። ኣብ ዘመናዊ ስትራቴጂ ኲናት ደጀንን ግንባርን ዝተብሃለ በበይኑ ቦታ ከምዘየለ ዝገለጸ ኣምባሳደር፣ ኲናት እንተተላዒሉ ኩሉ ከባብን ግንባርን ውግእ ከምዝኸውን ኣብሪሁ። ንኣብነት ኣብ ባድመ ውግእ ኮይኑ ኣስመራ መእዘዚት ክትከውን ኣይትኽእልን እያ፣ ክልቲኤን ብማዕረ ኣብ ማእኸል ውግእ ክህልዋ እየን ክብል እዩ ባጫ ደበሌ ተሰሚዑ ዘሎ። ኣብ መወዳእታ ድማ እቲ ኣምባሳደር ብሰንኪ ለውጢ መንግስታት፣ ለውጢ ጂኦግራፍን፣ ዝፍጠር ውጽኢት ኲናት ንዝኾነ ሰብ ኣላዪ ኣይኮነን ክብል እዩ ኣመላኺቱ ዝርከብ ዘሎ። ባርከስ ክቡራት ተዓዘብቲ ነዚ እዋን ዝደለኒ ሓበሬታ ዝመስል ነይሩ። ኻሊእ ዜና እስካዕ ንራኸብ ሰላም።